እቲ ዘይተነግረ ካብ ውሽጢ ኤርትራ! እዚ ንሎሚ ተዳልዩ ዘሎ ጽሑፍ ህሉው ኩነታት ኤርትራ ሃገርና ብፖሎቲካውን ቁጠባውን ተርእዮታ ጥራይ ድዩ ዝግለጽ ዝብል እዋናዊ ሕቶ ኣልዒሉ ካብ ውሽጢ ኤርትራ ዝምንጩ ትሕዝቶ ዘለዎ ጽሑፍ እዩ። ምስቅልቅል ዝበለ ኣምር ብምቕዳም እዩ እቲ ጽሑፍ ዝጅምር እምበር ነገረ ምስቅልቃል ኢልኻ ይቕጽል። ህሉው ኩነታት ሃገርና ብፖለቲካዊ ፍሽለት ጥራይ ዝግለጽ ኣይኮነን። ህያው ምስጢር ተባሂሉ ክግለጹን ይከኣል። ነቲ ኩነታት ዘንጸባርቕ ህያው ምስጢር ማለት ከኣ ህልው ኩነታት ህዝብናን ሃገርናን ብመንጽርቲ ዘሎ ጨፍላቒ ስርዓተ ምምሕዳር ጥራይ ዝረኣ ዘይኮነ ብስነ ኣእምሮኣዊ ስነ ምግባራዊ ከምኡውን ማሕበራዊ ክውንነት ተራዒሙ ምህላው ኣስተብህሎ ዘይረኸበ ክስመረሉ ዝግባእ ጉዳይ ይብል እቲ ጽሑፍ። እዚ ተርእዮ እዚ ኣብ ኤርትራ ጥራይ ተሓጺሩ ዝግለጽ ኣይኮነን። ብፍላይ ኣብ ትሕቲ ዕጽዋ ስርዓተ ምምሕዳራት ዝተመሓደሩ ኣህዛብ ዓለምና ተመሳሰልቲ ተሞክሮታት ከም ዘሕለፉ ምስካር የድሊ። ብርክት ዝበሉ ዓበይቲ ጸሓፍቲ ነቲ ኩነታት ዝገልጹ መሃርትን ጸለውትን መጻሕፍቲ ጽሒፎም እዮም። ብፍላይ ከኣ ከም በዓል ሚላን ኩንደራ፣ ቫክላቭ ሃቨል፣ ጆርጅ ኦርወል ከምኡውን ሃና ኣረንድ ዝኣመሰሉ ኣዝዮም ውሩያት ጸሓፍቲ ምጥቃስ ይከኣል። በዞም ጸሓፍቲ እተጻሕፉ መጻሕፍቲ ምስ ንልህሰስ ነቲ ኣብ ኤርትራ ዘሎ ህሉው ኩነታት ዘንጸባርቑ ትሕዝቶታት ንረክብ። ደቂ ሰባት ከመይ ኣቢሎም እዮም ንዘጨፍልቖም ስርዓት እንዳመኻነዩን እንዳተኻላኸሉን ተጻዊሮሞ ዝጓዓዙ ዝብል ጭቡጥ ተርእዮ ዘንጸባርቕ ሕቶ ዝገልጹ ትሕዝቶታት ዘለዎ መጽሓፍ ስለ ዝኾኑ ሚላን ኩንደራ ዘቕረቦ ቀንዲ መረዳእታ እንተወሲድና ምልካዊ ስርዓት ንሰባት ብምርዓድ ወይ ምጭፍላቕ ጥራይ ኣይኮነን ዘመሓድር። ምርዓድን ምጭፍላቕን ውዒሎም ሓዲሮም ከቢድ ዋጋ ከኽፍልዎ ስለ ዝኽእሉ፣ እቲ ሜላ ምምሕዳር ኪንኡ ዝኸይድ እዩ። ምልኪ ክድልድልን ንነዊሕ ክቕጽልን እንተኾይኑ፣ ዜጋታት ነቲ ምልካዊ ስርዓተ ምሕደራ መተካእታ ዘይርከቦ፣ ዝበለጸ ምሕደራ ገይሮም ኣብ ስነ ኣእምሮኦም፣ ኣብ ስነ ምግባሮም ከምኡውን ኣብ ማሕበራዊ ህይወቶም ከም ዝሰርጽ ክገብርዎ ኣለዎም። ሚላን ኩንደራ ነዚ ክውንነት ኣመልኪቱ ኣብታ ዘ ኣምቢረብል ላይትነስ ኦፍ ቢንግ እትብል ብቋንቋ ትግርኛ ክትትርጎም እንከላ እቲ ዘይጽወር ቀሊል ህላወ ትብል መጽሓፍ ገሊጽዎ ይርከብ። ኣብ መግለጺኡ ንኸምቲ ህልው ናይ ኤርትራ ኩነታት ሕይወት ኣብ ውሻጠ ዕጹም ትርጉማት ዓለም ኢሉ ኣቕሪቦም። እቲ ዕጹው ትርጉማት ዓለም ኢልዎ ዘሎ ወይ በቲ ናይ እንግሊዝኛ ኣገላልጹ ክሎዝድ ሰማንቲክ ዩኒቨርስ ኢልዎ ዘሎ ነገራት ጠረው ዝበለ ሓደ ዓይነት መረዳእታ ክሕዙ እንከሎ ማለት እዩ። ንኣብነት ከም ልምዲ ተወሲዶም ብቐጻሊ ዝትግበሩ ናይቲ ምልካዊ ስርዓት ፕሮጀክታት ኣመናት ተራዒሞም ንሓቅን ዝርትዕን ኣብ ዝትክእሉ ሕልና ንባዕሉ ብዓይነ ጥርጣረ ዝጥመተሉ ዘሎ ኩነታት ህይወት ማለት እዩ። ኣብ ከምዚ ዓይነት ተርእዮ እምበር ውልቀ ሰባት ትእዛዝ ጥራይ ኣይኮኑ ዝፍጽሙ እንታይ ደኣ ቀጥታዊ ተሳተፍቲ እዮም ዝኾኑ። ዘይኣምኑሉ ጭርሖታት ይደግሙ። ምስ ክውንነት ዘይሳነዩ ዓይነታት ጽምብላት የብዕሉ። ከምኡውን ኣብ ክንዲ ብሕልናዊ ዕግበት ዝዋሱ ተኣማንነቶም ብመልክዕ ማሕበራዊ ግዴታ ከይተረፈ ከንጸባርቆ ህርዱ ግብሉ። እቲ ኣዝዩ ዘሕዝንካ እዞም ሰባት እዚኣቶም ሰኣን ምፍላጥ ኣይኮኑ ከምኡ ዝገብሩ እንዳፈለጡ እንዳረኣዩን እንዳሰምዑን ከምኡ ይኾኑ ምህላዎም እዩ እቲ ሕንቅልሕንቅሊተይ። እዚ ናይ ሚላን ኩንደራ ኣገላልጻ ቅምጥ ኢሉ ንህሉ ኩነታት ኤርትራ ዘንጸባርቕ እዩ። ኣብ ጊዘ ሰውራ ኤርትራ ዝተጠርየ ናይ ሕልና ኣስሓኮ ኣመና ሓያል ብምንባሩ ኣብ ዝተናውሐ ጊዘ ንሕግን ሕጋውነትን ዘፍርስ ኩነታት ብምጥጣሕ ነቲ ኣብዚ ሕጂ እዋን ዘሎ ምልካዊ ስርዓት ወሊዱ። ባዕሉ ሕጊ ባዕሉ ሕጋውነት ኮይንኻ ኩድጭ ኣብዚ ምልካዊ ኣካይዳ ንዜጋታት ከተእምን ምጽዓር ወይ ብሕጊ ተቐይድካ ምኻድ ማለት ከኣ ግምት እውን ዝወሃብ ኣይኮነን። ንታሪኽ ሰውራ ከም ውህሉል ካፒታል ብምጥቃም ሻሕ እንዳበልካ ኣብ መሰረት ዘይንጸፎ መመሊሱ ዝሃጉግ መጻኢ ምኻድ ጥራይ መስዋእትን ስውኣትን ተወፋይነት ንቕሓት ክድዓት ናይ ግዳም ተጻብኦ ዝብሉ ኣምራትካ መዓልታዊ ይዝውተሩ። ባዕላዊ ፍሽለት ናብ ናይ ግዳም ተጻብኦ ይድርበም። ድኽነትን ድሕረትን ከም ተጻዋርነትን ነብሰ ምርኮሳን ይቝጸሩ። ብዛዕባ ግሉጽነትን ተሓታትነትን ምሕታት ከም ክድዓት ይግለጽ። ህዝቢ ኣብ ክንዲ ብሕልና መዚኑ ቕኑዕ ፍርዲ ዝህብ ነቲ ተወሪድዎ ዘሎ ሕሰምን መከራን ልቢ ዕብዩ ክጻወሮ ይሕተት። እዚ ኹነታት እዚ ብዝያዳ ኣዕናዊ ዝገብሮ እቲ ጨፍላቕ ኣተሓዛ ጥራይ ዘይኮነ ቋንቋ ስነ ምግባር ስለ ዝፈርስ እዩ። ነዚ ኣመልኪቱ ሚላን ኩንደራ እቲ ሓደገኛ ጽልዋ ምልካውያን ስርዓታት ኬች ይብል። ኬች ማለት ናይ ቋንቋ ጀርመን ቃል ኮይኑ ሕሱር ማለት እዩ። ኣብ መግለጺ ኩንደራኻ ፖለቲካ ከም ዘድስክል ወይ ከም ዘደንዘዝ ምግባር ከምኡውን ግዝያዊ ዕግበት ዝህቡ ናይ ሓሶት ፈጠራታት ብምምሃዝ ስምዒታት ከም ዝረሳሰኑ ምግባር ኢሉ ንምግላጽ ተጠቂሙሉ። ብሓጺሩ እዚ ኪች ዝበሃል ናይ ሚላን ኩንደራ ኣገላልጻ መልካን ስርዓታት ንመከራን ሕሰምን ኣብ ክንዲ ምኽሓድ ቅቡል ከም ዝኸውን ዝገብሩሉ ኣገባብ ምዃኑ ንምግላጽ ትጥቀመሉ እዩ። ንኣብነት ሃገራዊ ኣገልግሎት በዚ ሕጂ ኣብ ኤርትራ ዝስራሓሉ ዘሎ ኣገባብ እንተወሲድናዮ ናይ ግዘ ደረት ዘይብሉ ነፃ ጉልበትን ነፃ ህይወትን ዝግበረሉ ግዱድ ዕስክርና ክነሱ ሃገራዊ ህንጸት ተባሂሉ ይግለጽ። ሃገርካ ራሕሪሕካ ዝግበር ስደት ኣብ ክንዲ በቲ ኣብ ባይታ ዘሎ ጠንቂ ዝግለጽ በፈታውካ ዝግበር ነፍሰ ፍትወት ዘንቆለ ተባሂሉ ይግለጽ። ስቕታ ኣብ ክንዲ ፍረ ተባሂሉ ዝግለጽ ምልክት ስነ ስርዓት ተገይሩ ይቑጸር ወዘተ ወዘተ እምበር ሓንሳብ እቲ መዓልታዊ ቋንቋ ብኸም ዝተገልጸ ኣገባባት ምስ ተጎብጠ ወድዓዊ ኩነታት ንምግላጽ ዘጸግም ይኸውን። ሰባት ብሓሳረ መከራ እንዳተሸገሩ ክገልጽዎ ይጽገሙ ጥራይ ዘይኮነ ንነብሶም ተሓተቲ ገይሮም ብምቕራብ እዮም ከም መኻን እዩ ዝፍትኑ። ነዚ ዝተርእዮ እዚ ብዝያዳ ንምርዳእ ባክላቭ ሃቨል ምጥቃስ ይከኣል። ኣብታ ዘ ፓወር ኦፍ ዘ ፓወርለስ ወይ ሓይሊ እቶም ሓይሊ ኣልቦ ትብል መጽሓፉ ሃቨል ብዛዕባ ሓደ ሸያጥ ኣሕምልቲ የዘንቱ። እቲ ሸያጥ ኣሕምልቲ ኣብ ፍኒስትራ ድኳኑ ጭርሖት ምልካዊ ስርዓት ጠቂዑ ይረአ። በቲ ጭርሖ ስለ ዝኣምን ግን ኣይኮነን ከምኡ ገይሩ። እንታይ ደኣ ነቲ ጭርሖ እንተዘይጠቂዕዎ ማሕበራዊ ተነጽሎ ከየጋጥሞ ብምስጋይ ከምኡ ገይሩ። ነቲ ጭርሖ ብምጥቃዕ ምዙዝነቱ ገሊጹ ማለት እዩ። እቲ ስርዓት ከኣ ነገራት ኣብ ትሕቲ ምቁጽጻር ምህላዎም መረጋገጺ ኮይንዎም። እቲ ኣብ ኤርትራ ዘሎ እተርእዮ ተማእዛዝነት ምልካዊ ስርዓት ብኸምዚ ኣብ ላዕሊ እተገልጸ ኣገባብ ዝረአ እዩ። ብሰቕታ ይኹን ነቲ ስርዓት ብምውዳስ ወይ ንተቓወምቲ ብምጽራፍን ብምናኣስን ዝግበር ተማእዛዝነትካ እዩ። እቲ ተማእዛዝነት ናይ ዝኾነ ስነ ሓሳብ እምነት መሰረት ዝገበረ ዘይኮነስ ናይ ምንባር ሕቶ ዝፈጠረ ኩነታት እዩ። ዘይተማእዛዝነት ኣብ መዓልታዊ ህይወት ዘለዎ ሳዕቤን ዝፈጥሮ ጽቕታ ስለ ዘሎ ከመይ ኣቢሉ እዩ ግና እቲ ብድሕረትን ስእነትን ከም ዝዓኑ ዝተገብረ ህዝቢ ነቲ ዝጭፍልቖ ዘሎ ስርዓት ሕጋውነት ከልብሶ ዝፍትን ዝብል ሕቶ ዝልዕል ካይት ኩነታት ብኣገላልጻ ሃበል ኣብ ሓቂ ምንባር ከቢድ ዋጋ ዘኸፍል ብምዃኑ እዩ። ኣብ ኤርትራ ነጻ ማሕበራት፣ ናጻ ኣብያተ እምነታት፣ ናጻ ሚድያታት ወይ ናጻ ሲቪካዊ ማሕበራት ብዘይምህላዎም ሓቂ ምዝራብ ሓደገኛ ጥራይ ዘይኮነ ሳዕቤናቱ ዘይጽወርካ እውን ይኽእል እዩ። ኣብ ኤርትራ እቲ ምልካዊ ስርዓት ታንክን ባንክን ጥራይ ኣይኮነን ዝውንን። ናይ ህዝቢ ኤርትራ ማሕበራዊ ቅርጽታት ኣዕኒ ናይ ሓባር ድምፂ ዝምንጨወሉ ባይታ ከምዘይህሉ እዩ ገይሩ። ስድራ ቤታት ተበታቲነን እየን። ዓድታትን ድጌታትን ባዲመን እየን። ጆርጅ ኦርዌል ዝተባህለ ፍሉጥ ጸሓፊ ብወገኑ ነዚ ዝበሃል ዘሎ ኩነታት ብናቱ ኩርናዕ ብምጥማት ብርክት ዝበሉ መጻሕፍቲ ጽሒፉ እዩ። ንኣብነት ኣብታ 1984 ዘርእስታ መጽሓፉ ሓይሊ ኸበሃል እንከሎ ባህርያት ሰባት ንምቁጽጻር ጥራይ ዝውዕል ኣይኮነን፣ እንታይ ደኣ ኣተሓሳስባ ሰባት ንምጉባጥ ብምሕላን ገለገለ ሓሳባት ፈጺሞም ቦታ ከም ዘይህልዎም ንምግባር ይውዕል እዮም ይብል። ኣብ ከምዚ ዅነታት ምስሉይነት ናይ ምንባር ሜላ ተገይሩ ኣብ ግብሪ ይውዕል። ንኣብነት እቶም ምልካዊ ስርዓት ኢሳያስ ኣፈወርቂ ጓንጓ ምዃኑ እንዳፈለጡ ተነቒፉ ኢሎም ዘዕገርግሩ ወይ ክከላኸልሉ ዝፍትኑ ኤርትራውያን ከይፈለጡ ዝገብርዎ ኣይኮነን። እንታይ ደኣ ስነ-ኣእምራዊ ነብሰ ምክልኻል እዮም ዝገብሩ ዘለዉ ምስሉያት ስለ ዝኾኑ። እቲ ስርዓት ንዕላማታት ሰውራ ኤርትራ ዘጠለመ ምዃኑን እቲ ህዝቢ ኤርትራ ዝኸፈሎ ከቢድ ዋጋ ከም ዝተጠልመን ምእማን ማለት ነቲ መሪር ሓቂ ምቕባል ማለት እዩ። እቲ ምልካዊ ስርዓት ነቲ እቲ ዅሉ ከቢድ ዋጋ ዝኸፈለ ህዝቢ ኣብ ክንዲ ክብረትን ጻማን መወዳእታ ኣብ ዘይብሉ ደውታ ጠልጠል ኢሉ ከም ዝተርፍ ገይርዎ ምህላው ምእማን እቲ መሪር ሓቂ ምስሉይነት ኣብ ዘሳዕረረሉ ዅነታት ግና ነዚ መሪር ሓቂ ምቕባል ዝከኣል ኣይኮነን። እቲ ኩነታት ብፍላይ ንውልቀ ሰባት ካብ እኩብ ኣተሓሳስባ ከም ዝወጽእ ብምግባር ነቲ ህዝቢ ንምብርካኽ ዝግበር ኣተሓዛ እዩ። ነዚ ኣመልኪታ ሃና ኣራንደት ብዛዕባ ፍጹም ምልኪ ትገልጽ። ምልካውያን ስርዓታት ንውልቀ ሰባት ካብቲ ናይ ሓባር ፍርዲ ከም ዝርሕቁን ከም ዝንጸሉን ብምግባር እዮም ዕምሪ ስልጣኖም ዘንውሑ ትብል። ኣብ ከምዚ ኩነታት ፖለቲካዊ ስነ ሓሳብ ትርጉም ኣይህልዎን። እቲ ኣገዳሲ ጉዳይ ቀጻልነት ናይቲ ስርዓት ይኸውን። ኩሉ ነቲ ስርዓት ንምክልኻል ዝሕግዝ ኣገባባት እንዳተኸተልካ ምኻድ ጥራይ ስግኣት እቲ ቀንዲ መሳርያ እዩ። ኣብ ኣእምሮ ዜጋታት መወዳእታ ዘይብሉ ናይ ደገ ስግኣት ከም ዝውቀጥ ምግባር፣ ንውሽጢ ምጥማትን ካልእ ኣማራጺ ምድላይን ክድዓት ይቑጸር ትብል። እዚ እውን ነቲ ንኤርትራ ህሉው ኩነታት ዝገልጽ እዩ። ፖለቲካ ኤርትራ ኩሉ ብዛዕባ ስግኣታት እዩ። ውሽጣዊ ለውጢ ስግኣት ዝበሃል ሕንጉጉ ምስ ሓኾሮ፣ ክሳብ ሕጂ ከምኡ ኢሉ ኣሎ። ናይ ደገ ዝምድናታትና እውን ከምኡ ስግኣት ይሽግሩ። እቲ ፋሕፋሕ ዝበለ ኩነታት ተቓውሞ ኣብ ስደት እንተወሲድና እውን ኣካል ናይቲ ህሉው ሃገራዊ ክውንነት እዩ። እቲ ስርዓት ነቲ ኣብ ስደት ኮይንካ ዝግበር ተቓውሞ ትርጉም ኣልቦ ገይሩ ንኽገልጾ ዝሕግዝ ኩነታት እዩ እቲ ዝግለጽ ዘሎ ትርዮ። ሚላን ኩንደራ ብዛዕባ ተቓውሞ ኣብ ስደት ዘመሓላለፎ መጠንቀቕታ ኣለዎ ኣብ ጽሑፋቱ። ስደት ኣብ መንጎ እቶም ተሰዱን እቶም ኣብ ሃገር ዝተርፉን ኩሉ መዳያዊ ምፍልላያት የስዕብ። ስደት ኣብ መንጎ ህዝብኻ ዘይምህላው ማለት ስለ ዝኾነ እቲ ህዝቢ ኣብ ልዕሊ እቶም ኣብ ደገ ኮይኖም ዝቃወሙ ወገናት እምነት ክሓድር ይጽገም። እቲ ህዝቢ ነቲ እቲ ስርዓት ዘጋውሖ ናይ ባዕዲ ኣእዳው ኣለዎም ናይ ዕግርግር እዮም ዝብል መናፍሕ ክኣምን ይቐለሉ። ነቶም ተቓወምቲ ከም ኣማራጺ ኣብ ክንዲ ምርኣይካ ኣብ ትሕቲ ጨፍላቕ ዘመሓድሮም ዘሎ ምልካዊ ስርዓት ተማእዚዞም ክነብሩ ይመርጹ። ከም ውጽኢቱ ዝፍጠር ኩነታት ከኣ ይብል ሚላን ኩንድራ እቲ ህዝቢ ኣብ መንጎ ተዓኒዱ ኣብ ደውታ ይሽከል። ግዜ ይሓልፍ፣ ኩነታት ዓለም ይልወጥ፣ ሓደሽቲ ወለዶ ይመጹ፣ ግን ዛንታን ኣዛናትዋን ታሪኽን ኩነታትን ከም ዘለዎ ይቕጽል። ኩንደራ ነዚ ኩነታት ክገልጾ እንከሎ ናይ ታሪኽ ስርቂ ይብሎም። እቲ ሰብ ክነብሮ ዝግባእ ህሉው ህይወት ብሕሉፍ ጭርሖታትን ኣተሓሳስባታትን ተደብዩ ስለ ዝሓልፍ። ነዚ ኩነታት ኣብ ኤርትራ ምስ ንሪኦ ነቲ ኤርትራውያን መንእሰያት ዘሕልፍዎ ዘለዉ ምስቅልቅል ዝበለ ኩነታት ዝገልጽ እዩ። ብሕሉፍ ጭርሖታትን ኣተሓሳስባታትን ተደብዮም ነቲ ከም ዓለሞም ክነብርዎ ዝግብኦም እዋናዊ ህይወት ሓሊፍዎምን ይሓልፍዎምን ስለ ዘሎም መጻኢ ዝበሃል ራእይ ዋግዋጎ ኮይኑ ብዘለወሉ፣ ተስፋ ዝበሃል ኣምር ነቲ ቅኑዕ መልእኽቲ ኣፍሪስካ ትሕዝቶ ዘይብሉ ቅኒት ጌርካ እንዳዜምካ ምኻድ ጥራይ እዩ። በዚ ልበቲ ሕጂ እሞ እንታይ ይገበር እቲ ዝስዕብ ሕቶም ሚላን ኩንድራ ይኹን ባክላቭ ሃቨል እቲ ከምኡ ዓይነት ኩነታት ኣብ ገለ እዋንሲ ክዛዘም ምዃኑ እዮም ዝገልጹ። እወ ደኣ እምበር እቲ ብምዝዛሙ ዝርከብ ሓርነት ብጭርሖታት ወይ ብናይ ደገ ጽቕጣት ጥራይ ከም ዘይወሓስ እዮም ክልቲኣቶም ዝገልጹ። በብቑሩብ እዩ ዘጀምር ይብሉ። ሕልናኻ ኮርኪሕካ ዝግበሩ ንኣሽቱ ዝመስሉ ግን ከኣ ትርጉም ዘለዎም እምቢታታት ብምርኣይ ዝግበሩ ለውጥታት ሓደ መልክዕ ምእዋጅ ሓርነት እዮም። ስቕታ ብዝዓብለሎ መድረኽ ንሓቂ ደው ምባል እቲ ቀጺሉ ዝስዕብ ምእዋጅ ሓርነት እዩ። ናይ ሓሶት መብጽዓታትን ጭርሖታትን ዘይምግዋሕን ምቅዋምን ወሳኒ ኣካል ምእዋጅ ሓርነት እዩ። ነቲ ኣብ ባይታ ዘሎ ተርእዮታት ከም ዘለዎ ብምግላጽ ንሓሶት ፊት ንፊት ምግጣም ዓቢ ምእዋጅ ሓርነት እዩ። እዚኣቶም ጅግንነት ኢልካ ንምግላጽ ዝግበሩ ናይ እኩብ ስጉምታታት ኣይኮኑን። እቲ ስርዓት ብቐሊሉ ዘስተውዕለሎምን ነቶም ሓርነቶም ዝእውጁ ውልቀ ሰባት ኣብ ታርጌት ከእትዎምን ዘየጸጉሙ እዮም። እወንዳ እምበር ፈኸም እንዳበለ ብኣድማዕነት ዝሰርሕ ክታበት ጸረ ምልኪ እዩ ብምባል እዮም ኩንድራን ሃቫልን ብተመሳሳሊ ኣገባብ ዝገልጽዎም። ምኽንያቱ እቲ ስርዓት ንሰባት ተሓባበርቲ ገዛእ ጥፍኣቶም ገይሩ ቃኒዎም ስለ ዝኾነ ይብሉ። መግለጺ ናይዞም ጸሓፍቲ ንኤርትራ እውን ከም ዘለዎ ዝገልጸ እዩ። ቀጻልነት ምልካዊ ስርዓት ካብቲ ስርዓት ናብ ህዝቢ ብላዕሊ ዝጸዓን መስገደል እዩ ብምባል ምሕጻሩ ዝከኣል ኣይኮነን። እቲ ቐንዲ ክስትውዓለሉ ዘሎ በቲ ህዝቢ ተጸይሩ ከም ዝቕጽል ዝግበር ምዃኑ እዩ። ማለት ብሰንኪ እቲ ሰብ ዝሰርሖ ድኽነትን ድሕረትን ዝፍጠር ናይ ህላወ ስግኣት ዝወለዶ ምእዝነትን መሰረት ዘይብሉ ተስፋን ዝተጻወሮ ቐጻልነት ምልካዊ ስርዓት እዩ። መወዳእታ እምበኣር ንትሕዝቶታት መጻሕፍቲ ሚላን ኩንደራ፣ ቫክላቭ ሃቨል፣ ጆርጅ ኦርዌል ከምኡውን ሃና ኣረንደት ብምርኣይ ብዛዕባ እቲ ኣብ ኤርትራ ዘሎ ህሉ ኩነታት ምግላጽ ነቲ ዲክታቶርያዊ መራሓ ጥራይ ምንቃፉ ኣኻሊ ከም ዘይኮነ ኢና ንርዳእ። ማለት እቲ ኩነታት ኪንኡ ዝኸይድ ዓሚቕ ሕቶ ዘልዕል ስለ ዝኾነ እተ ዝለዓል ሕቶኻ ንናይ ገዛእ ነብስኻ ተመኩሮታትን ታሪኽን ብምጥላም ብሙስሊ ባህርያት ዝግበር ምውሓስ ሕቶ ናብራ ንናይ ሓፈሻ ህዝቢ ኤርትራ መጻኢ ብኸመይ ክጽልዎ ዝብል እዩ። እቲ ካብዞም ተጠቒሶም ዘለዉ ጸሓፍቲ ንረኽቦ መልሲ ከም ዝስዕብ እዩ። ፖለቲካዊ ምድስካል ጥራይ ኣይኮነን ዝፍጠር፣ ናይ ሕልናን ሞራልን ውድቀትን ትርጉም ኣልቦነትን ዝወልድ ተርእዮ እዩ ዝስዕር ዝብል እዩ እንዳበልኩ